ሰላም ጥዕና ሃበለይ ከመይ ትውዕሉ ከመይ ትጸንሑ ኣብ ናይ ሎማዓንቲ ቪድዮና ድማ ኣብዚ ዕለት እዚ ኣብዚ ማሕበራዊ ሚድያ ኣዘራረብቲ ኮይኖም ዝውዓሉ ቪድዮታት ኣኻኺበ ሒዘልኩም መጽየ እኔኹ ካብኣቶም ሓደ ድማ ብልክዕ ቲዲኤፍ ድሮን ተዓጢቁ ኣሎ ጸረ ድሮን ተዓጢቁ ኣሎ ስለዚ እቲ ኣብ ትግራይ ዘሎ ወታደራዊ ሓይሊ ከምቲ ናይ ቀደም ዘይኮነስ ዝያዳ ቫልዩ ዘለዎ ስትራተጂካዊ ሓያል ዝኾነ ሰራዊት ህነጽ ኣሎ ኣብ ትግራይ
ወደብ ሃቡና ማለት እኮ ጓልኩም ሃቡና ማለት እዩ። ጓልኩም ሃቡና ዝብለካ ሕውነትካ ዝደሊ እዩ። ምሂተኖ ግራትካ ሃበኒ መሬትካ ሃበኒ ዝብል ግን ደምነትካ ዝደሊ
ሎሚ ወጋሕታ ኣብ ዝተፈላለያ ኣብያተ ማእሰርቲ ተገፊፎም ተኣሲሮም ዝነበሩ ኤርትራውያን ናብ ኤርትራ ተጠሪዞም ኣለዉ ካብ ኢትዮጵያ ማለት እዩ እዚ ፅምዶ ኮማን ክንድግፎ ኮይ ዝግባና ድሕር ብዓይኒ ሓቂ እንድሕር ርኢኻዮ ተረዲኻኒ
ምስ ዓብ ኮይነ ነ ንኤርትራ ክዋጋእ እኮ ኣብለካ ኣለዎ
ኤርትራ ኤርትራ ይትበሉና ኤርትራ ዘትህሉ እዚ ኩሉ መንእሰይ ታክገብር ኣብ ስደት ነብር ኣለዎ
እዚኣቶም ካልኦትን ናይዚ ዕለት እዚ ሓደሽቲ ሓበሬታታት ብሓር ብምዃን ክንርኢ ኢና ሰናይ ምክትታል ብልክዕ TDF ድሮን ተዓጢቁ ኣሎ ጸረ ድሮን ተዓጢቁ ኣሎ ስለዚ እቲ ኣብ ትግራይ ዘሎ ወታደራዊ ሓይሊ ከምቲ ናይ ቀደም ዘይኮነስ ዝያዳ ቫልዩ ዘለዎ ስትራተጂካዊ ሓያል ዝኾነ ሰራዊት ህነፅ ኣሎ ኣብ ትግራይ እዚ ሰራዊት እዚ ናይ ትግራይ ድህነት ድማ ምስ ማንም ሓይሊ ኩናት ገለ ንምውላዕ ዘይኮነ መጻኢ ዕድል ናይ ትግራይ ዝውስን ሰራዊት እዩ መፃኢ ትግራይ ዝውስን ሰራዊት እዩ ማለት እዩ ኣብ መፃኢ ትግራይ ብዙሕ ኮንሰፕት ኣለዉ ብዙሕ ሓሳባት ኣለዉ ብወገን ኢትዮጵያ ኣለዉ ብወገን ኤርትራ ኣለዉ ብወገን ኣምሓራ ብወገን ዓፋር ዝለዓል ሕቶታት ኣለዉ እዚ ሕቶ እዚ በብመድረኹ ዝምለስ ሕቶ እዩ ግን እቲ ዝዓበየ ነጥቢ ንዓና እንታይ እዩ ኣብ ትግራይ ዘሎ ቲዲኤፍ ዝበሃል ሓይሊ ካብቲ ናይ ሕወሓትን ካልኦትን ሓይሊ ነፃ ኮይኑ እቲ ናይ ምግባር ዓቕሙ ሓይሉ ብዘመናዊ ኣፅዋር ይዕጠቕ ምህላዉ ኣት ዘ ሰይም ታይም ድማ ናይ ትግራይ ሓይልታትን ናይ ኣምሓራ ሓይልታትን ኮኦርዲኔት ገይሮም ንናይ ፌደራል መንግስቲ ዓቕሚ ምድኻም ጥራይ ዘይኮነ ፌደራል መንግስቲ ብኻልእ ንዝደልዮ ነገራት ኣብ ምዕጋት ድማ ዓቢ ተራ ኣለዎ። እቲ ኮመንት ሓሳብ እንተ ተረዲእኩም ኣሎ ማለት እዩ። ኣብ ትማልን ብቐትማልን ናይ ዓፋር ነፃነት ግንባር ዝበሃል ኣሎ ናይ ዓፋር ነፃነት ግንባር ናይ ኢትዮጵያ ዓፋር እዩ ሕቶ ናይ ነፃነት ኣልዒሉ ኣሎ ሕቶ ናይ ነፃነት ኣልዒሉ ኣሎ ዓፋር ኢትዮጵያ ነፃ ሃገር ክኸውን ብሪፈረንደም ድዩ ብድሌቱ ተደልዩ ምስ ጅቡቲ ድዩ ተደልዩ ምስ ኤርትራ እቲ ህዝቢ ዝውስኖ ውሳኔ እዩ ስለዚ እቲ ናይ ዓፋር ምንቅስቃስ ባዕሉ ኣብ ሰመራ ዶብ ገለ ኢሉ ኣብ ዝፈጠሮ ሽግር ካልእ መዘዝ ሒዝሉ መፂ ኣሎ ቅድሚ ዓመት ገለ ነጊረኩም ነይረ ናይ ዓፋር ምንቅስቃስ ሲምፕሊ ኣብ ሓደ ዋላ ናይ ኤርትራ ዶ ናይ ዓፋር ገለ ኢልካ ትውድኦ ነገር ኣይኮነን። ናይ ዓፋር ምንቅስቓስ ሒዝዎ ክመጽእ ዝኽእል መዘዝ ብዙሕ እዩ። ምኽንያቱ ዓፋር ነጻ ሃገር ይኹን ዝብል ሓሳብ ሒዙ እንድሕር መጺኡሲ ኣየናይ ዓፋር እዩ እንተኢልና ዓፋር ብመግዛእታዊ ውዕል ኣብ ሰለስተ እተኸፈለ ህዝቢ እዩ። ስለዚ ሓደ ዓፋር ሓደ ሃገር ክፍጠር እንድሕር ኮይኑስ ንኢትዮጵያ ትንክፍ ንኤርትራ ትንክፍ ንጅቡቲ ትንክፍ ስለዚ ክፍታሕ ድክእል ሽግር ኣይኮነን ስለዚ ናይ ዓፋር ምንቅስቃስ ብዓሊ ሚራሕ ድምራሕ ሓያል ውድብ እዩ ብደቁን ደቂ ደቁን ኣለው እዚ ግዙፍ ውድብ እዚ ናይ ነፃነት ሕቶ ኣልዒሉ በንፃር ናይ ፌደራል መንግስቲ ብረት ዕጥቃዊ ብረት ጀሚሩ ኣሎ እዚ ዕጥቃዊ ብረት እዚ ድማ ኣብ መንጎ ኤርትራን ዓፋር ኢትዮጵያን ዝርከብ ዶብ እዩ ጀሚርዎ ዘሎ። ነዚ ስለ ደስግኦ ፌደራል መንግስቲ ድማ እቲ ኣብ ሰመራ ከፊትዎ ዝነበረ ወታደራዊ ታዕሊም ንተጋሩ ሓራ መሬት ገለመለ ናይ ዓፋር እሪራይ ገለ ጀሚርዎ ዝነበረ ሓደ ክልተ ትግርኛ ከኣ ናሃና ጀሚርዎ ዝነበረ ካብኡ ኣርሒቁ ናብ በዓል ብላቴ ንውሽጢ ኢትዮጵያ ወሲድዎ ኣሎ ቢኮዝ እቲ ከባቢ እቲ ደቂ ዓፋር ነንሕዶም ብጣዕሚ ኮኦርዲነይት ዝኾኑ ህዝቢ እዮም ሓደ ህዝቢ እዮም ሓያላት እዮም ኣብ ዓፋር ደሎ ህዝቢ ኣብ ዓፋር ኢትዮጵያን ኤርትራን ደሎ ህዝቢ ኣብ ደሰይም ታይም ስምዒታቱን ኢንፎርሜሽን ጋዘር ናይ ምግባር ነንሕዱ ናይ ምትሕጋዝ ሓያል ስለ ዝኾነ ብቐሊሉ ስግኣት ከብፅሓሎም ይኽእል እዩ በቲ ናይ ተፈጥሮ ኩነታት ናይ ዓፋር ድማ ወደብ ሃቡና ማለት እኮ ጓልኩም ሃቡና ማለት እዩ። ጓልኩም ሃቡና ዝብለካ ሕውነትካ ዝደሊ እዩ። ምሂተኖ ግራትካ ሃበኒ መሬትካ ሃበኒ ዝብል ግን ደምነትካ ዝደሊ እዩ። ነዚ ሕጂ ኤሊት ክንጎብሮ ኢና ኢሎም ኣብኡ ተኣኪቦም ኣለዉ። ነዚ ኤሊት ክንጎብሮ ኢና ኢሎም መንበር ሂቦም ዋ ተመሽጥካ ክዳና ጻዕዱ ኣቢልካ ምስኣልሲ ፖለቲካ ኮይኑ ኣሜሪካ ከይድካ ባዕልኻ ኳሕኲሕካ ኣብ ካንሸሎኦም ትሰኣል ተሊኻ ሕራይ ጸገሙ የብሉን ኢሎም ንዓኻ መሰንበዲ ቅንፍዝ ይገብሩኻ ክዳን ይኸድኑኻ ባድላ ከዲኖም መንግስቲ ኤርትራ ይብሉኻ መሰንበዲ ቅንፍዝ ኢኻ። ስሳ ሰብዓ ሚእታዊት ናይ ናይ ናይ ዓለም ኣገዳሲ ዝበሃል ጉዱስ ዝሓልፈሉ ኤርያ ኢና ንነብር ንሕና ጂኦግራፊ ስሳ ሰብዓ
ፐርሰንት ብቀይሕ ባሕሪ ይመላለስ ይብል ኾም ይብሎም ኣሎ ነቶም ኣዋኪብዎም ዘሎ ሰብ ስሳዕ ሰብዓ ፐርሰንት ናይ ንግዲ ናይ ንብረሲ ንቀይሕ ባሕሪ ይመላለስ ይብሎም ኣሎ ቅድሚ ሕጂ ንቤተ ስዋና ሓልፍ ነይሩ ዶ ገለዶ ኢልካ ሃጠው ቆጠው ዘየለ ሃለውለው ምስ ጂኦግራፍ ዋላ ዘይራኸብ ምስ ገለ ዘይራኸብ ተዛሪቡ

መምህር በሉ ንክኣትዉ እዩ ናይ ዝብላዕ ውዕል ከ ኣይኮነን ባእስና ምስ በዓል ኣሜሪካን ካል እንተኾይነ እንዴን ሃገር ኣይትኾን እንዴን ለናኻ ከመይ ጌርካ ሎሚ ፈታዊትካ ጌርካያዋ ፈሽኮልኮልኮልኮል ትብል ፈሽኳል ኮንካ እምበር ኣብ ቴክሳስ ኤርያ ዘለዉ እዮም መስለኒ ካምፓኒ ከም ዘለዎም ይፈልጥ ሕጂ እንድሕር ዘይተቐይሩ እዚኦም ኣናዳርኮ ዝበሃሉ ኣብ ከባቢ ማሳዋ ናቹራል ጋዝ ረኺቦም ነይሮም ሕጂ ኢሳያስ ከይዱ እንታይ ኢልዎም መፅናዕቶም ሞ በቃ ኣነ ናይ ዝቐርን ኣፍሪቃ ኢለፋንት ፖለቲካሊ ኢኮኖሚካሊ ብፀጥታ ጉዳይ ኣነ ኣብዚ ከባቢ ወኪል ናይ ኣሜሪካ ክኸውን ዝኽእል ተኾይነ ትገብርዎ ትኽእሉ ኢኹም እንተዘይኮይኑ ግን እዚ ህዝቢ ይንቀፅ ስጋዝ እውን ይንቀፅ ኢልዎ። ኢሳያስ እሰያስ ንኣመሪካ ንዓይ ጎብለል ኣብዚ ቦታ እዚ እንተዘይኩምኒ ኣይትኸውንያ ነዳዲ ተረኺቡ ነይሩ ነዳዲ ተረኺቡ ሃየ ደሓር እሰያስ ንዓይ ጎይታ ተዘይገርኩምኒ ኣይከውንኒ ኢልዎም እቲ ሓሶት ካሓበይ ዝኣልመውን ይገርመካ እንዲ ቀዳማይ ነገር ኢልካ ፈሽኮልኮል ሓሶት ምንጪ ዘይብሉ ዘይብሉ ዘረባ ኣልሕልብ ኢልካ ምዝራብ ወላ እንድሕር ናይ ገዛእ ርእስኻ ቁርብ ኣምር ዘይብልካ ተኾይኑ ዝኾነ ፖለቲካል ኣናላይስ ገለመለ ኢልካ ኣቲኻ ናይ ዝኾነ ኩርናዕ ናይዚ ዓለም ኣንብብ እቲ ዓቕምረይ ዋዚያ ፖለቲካ ክዛረብ ኣይክእል ክርኢ ክእል ወላ ሓንቲ ፖለቲካ የለን ሎሚ ወጋሕታ ኣብ ዝተፈላለያ ኣብያተ ማእሰርቲ ተገፊፎም ተኣሲሮም ዝነበሩ ኤርትራውያን ናብ ኤርትራ ተጠሪዞም ኣለዉ ካብ ኢትዮጵያ ማለት እዩ ብሰፊሑ ምናልባሽ ብዛዕባኡ ንድሕሪ ፅባሕ መደብ ክህልወና ይኸውን ምስ ኣብርሃም ማለት እዩ ምስ ኣብርሃም ፋ ግን ክሳብ ሽዑ ምናልባሽ ብዛዕባ እዚ ጉዳይ ሕጂ ይኮነን ተጀሚሩ ነዊሕ ዝገበረ እዩ ምናልባሽ ሓድሽ ነገር ኣይኮነን ክትብሉ ትኽእሉ ኢኹም ግን ዝሓሸ ነገር የለን እንታይ እዩ ተቐይሩ ጥራሕ እቲ ነቶም ኣሕዋትና ክፈሉ ዝብልዎም ዝነበሩ ገንዘብ ብተዓፃፃፊ እዩ ወሲኹ ዘሎ ክሳብ 10 ሽሕ ዶላር ንሓደ ሰብ ይሓቱ ኣለዎ ማለት እዩ ሕጂ ኣብኡ ከዓ ናይ ዩኤንኤችሲኣር ወይ ከዓ ናይ ስደተኛ ወረቐት ዘይነበሮም ኣሕዋትና ጥራይ ኣይኮኑ ናብኡ ዝግፈፉ ዘለዉ ኢቨን ካብዚ ደገ ክዛወሩ ኢሎም ዝኸዱ ናይ ወፃኢ ሃገር ፓስፖርት ዘለዎም ኤርትራውያን ከይተረፉ ተገፊፎም ተኣሲሮም ገንዘብ ከፊሎም ዝወፁ ኣለዉ ኣሕዋትና ማለት እዩ ስለዚ እቲ ኩነታት ዋላ ሓንቲ ኣይተመሓየሸ ዘይኮነስ ገዲድዎ ኣሎ ማለት እዩ እቲ ምስጓግ ከዓ ኣይተቋረፀን ስለዚ ኣብ ዝተፈላለዩ ኣብት ማእሰርቲ ዝነበሩ ኤርትራውያን እንድሕር ትፈልጥዎ ኮይንኩም ሓደ ካብኦም ቻፒ ሓውና ማለት እዩ ዝርከብዎም ብርክት ዝበሉ ኤርትራውያን ሎም መዓልቲ ሰጒጉዎሞም ክሳብ ክልል ዓፈር ደሃይ ነይርዎም ክሳብ ቲዶም ማለት እዩ ድሕሪኡ ግን ደሃዮም የብልናን ማለት እዩ ስለዚ ዝኾነ ዝተመሓየሸ ነገር የለን ሰው እንታይ ክብለኩም ደለ እቶም ኣሕዋትኩም ኣብ ኣዲስ ኣበባ ዘለውኩም ቀንዲ ንዓኹም እያ ተመልእኽቲ ማለት እዩ ምክንያቱ ንዓኣቶም ካብ ንዛረብ ንዓኹም ክንዛረብ ስለ ዝሓይሽ ሓደራ ንኣሕዋትኩም ምኸርዎም መዓድዎም ኣዲስ ኣበባ ሕጂ ሰይፍ ኣይኮነ ንዝኾነ ይኹን ኤርትራዊ ማለት እዩ ሴፍ ስለ ዘይኮነ ተጠንቀቁ ምንቅስቃሳትኩም ኣወግዱ ምንቅስቃሳትኩም ቀንሱ በልዎም ብፍላይ ለይቲ ንከይዛወሩ ብፍላይ ቶም ወረቀት ዘይብሎም ሰባት ቀሲኖም ከይዛወሩ ማለት እዩ መብዛሕትኦም ከዓ የብሎምን ብፍላይ ዞም ኣብዚ ዳሓረዋይ ኣርባዕተ ዓመት ዝኣተዉ ዝኾነ ይኹን ወረቐት የብሎምን ናይ ስደተኛ ስለዚ ንሳቶም ሃይ ሪስክ እዮም ዋላ ኣለዉ መሓዙት ናብቲ ናይ ኣሜሪካ ኤምባሲ ናይ ኢትዮጵያ ዝሰርሑ ተወኪስናዮም ዝኾነ ይኹን ወረቐት ዘይብሉ ዘይተመዝገበ ኣንዶኪመንትድ ስደተኛ እንድሕር ኮይኑ ከም ዝግፈፍ እዮም ሓቢሮምና ዋላ ንሶም ማለት እዩ ኣረጋጊፆምልና እዮም ሜሮን ንዓኻ ክሰደልካ እታ ፀሓፉለይ መልእኽቲ ማለት እዩ ስለዚ ኣማራፂ የለን እቶም ካብዚ ተነባብርዎም ኣሕዋቶም ምኸርዎም መዓድዎም ልዕሊ እቲ ዘድልዮም ገንዘብ ኣይትስደድሎም ሓደራ እቶም ኣዲስ ኣበባ ዘለኹም ኣሕዋት ኣይትቀየሙኒ ግን ንድሕነትኩም ክንብል ኢና ልዕሊ እቲ ናይ ክራይ ገዝኦምን ንዝተወሰነ ናይ ጅብኦምን ናይ ስቤዝኦምን ሲ ገንዘብ መስተይ ዝኸውን ብፍላይ ገንዘብ ተማስዩ ዝገብሮም ገንዘብ ኣይንስደደሎም ሓደራ ንኣሕዋትና ባዕልና ኢና ንበላዕ ንህቦም ዘለና ማለት እዩ ምስ ተገፈፉ ከዓ እልቢ ዘይብሉ ኣሽሓት ዶላር ከዓ ክፈሉ ንበሃል ኣለና ኩሉ ናባና ይትዕዳ ማለት እዩ ስለዚ በጃኻትኩም ነቶም ንኣሽቱ ኣሕዋትኩም ምኸርዎም መዓድዎም በቃ ንስኹም ኢኹም ክተስምዕዎም ትኽእሉ ፐርከ ንስኻትኩም ኢኹም ትጥውርዎም ማለት እዩ እቲ ዝስደድ ገንዘብ ብዝተኻእለ መጠን ብመጠን እንተኾነ ተናቢብና እንተሰደድናዮ ሓንቲ ወርሒ ክትከውን ከላ ሓደ ሓዎም ክሰደሎም ተሓንቲ ወርሒ ተሓደ ሓዎም ወይ ተሓንቲ ሓፍቶም እንተገበርናዮ ተደራራቢ ሓዋላ ከይከውን እሞ እዞም ቆልዑት እንድሕር መስተይ ገንዘብ ዝኸውን ረኺቦም ናይ እንዳጫት መኸዲ ገንዘብ ተረኺቦም ግድነት እዮም ከምኡ ክገብሩ ክደፋፍኡ ገንዘብ ተደይሃልዎም ግን ኣትሊስት ኣብታ ገዝኦም ኮፍ ክብሉልና እዮም ስለዚ ሕማቕ ኣይኮንኩን ዝዛረብ ዘለኹ ንድሕነቶም ክንብል ኢና ኩነታት ኣዲስ ኣበባ እንዳኸፍአ እዩ ዝኸይድ ዘሎ እቲ መንግስቲ ኢትዮጵያ እውን ምስጓግ ኣየቋረፆም ስለዚ ክሳብ ዝተፃፈፈ ሓበሬታ ሰውኒ ክነምፃልኩም ኢና ግን እቲ ዘሎ ሓድሽ ሓበሬታ እዚ እዩ ማለት እዩ እዚኣ ይክብለኩም ደለይ ካልእ ግን ናብቲ ፀንሓትኩም ቶፒክ ተመለሱ ምስ ኣቢ ኮይነ ንኤርትራ ክዋጋኣ እኮ እብለካ ኣለኹ
ነቲ ቦታትካ ዝተሰውእሉስ ነቲ ዕፅምቲ ስዋዓት ዝወደቀሉ ሃገርሲ ደቡ ክትጥሕስ ምስ ባዕዲ ኮንካ እዚ ሃገራዊ ሞት ትሕቲ ሃገራውነት ኣጥቂዕካ ኣሎ ኣይኮነን ማሃገራዊ ነበርካን ስካራ
ኣይኮነን ከመይ ስለምንታይ ምስኡ ኮይነ ክስዕሮ መስለካ እንደ ወላ ምስ ፀላኢ ይብለካ ኣለኹ ምስ ፀላኢ ምስ ናይጀርያ ንኤርትራ ክሃርማይ ተይላትኒ ክኸትት እየ ስለምንታይ ይኸትት መሲልካ ንህግደፍ ኣለካ ምስ ኩላትና ቀዳማይ ነገር ሓንሳብ ቀዳማይ ነገር ናይጀርያ ብካልእ ጉዳይ ምስ ብዙሕ ህዝቢ መንእሰይ ኤርትራ ኣብ ግጭት ኣትዩ ዘሎ ሃገር እዩ ስለዚ ምስካ መሊስካ ምስ ናይጀርያ ኮንካ ኢኻ ካልእ ሓንሳብ ሓንሳብ ሓንሳብ ሜሪ ጸላኢ ዝኾነ ጸላኢ መጽዩ ንኤርትራ ካጥቂዕ ድብል ጸላኢ መጽዩ ንኤርትራ ንህግደፍ ስርዓት ኤርትራውያን ኣብ ሃገርኩም ክትነብሩ ኢኹም ንህግደፍ ምሳይ ተቃለሱ ድብል በቃ ኣለኹም ስኺ ክስለፍ እየ ስለምንታይ ይስለፍ ምስ ኣንጻር ህዝቢ ኤርትራ ዝቃለሱ ዘለዉ ናይጀርያ ዘይከተትካ ዳ ኣንጻር ናይጀርያ ናይ ምንታይ ከትት ኣንጻር ናይጀርያ እንታይ ገይሮምኒ ኣብ ምንታይ መጽዮምኒ
ኣብ ብዙሕ እንዲም ዝመፁ ዘለዉ እንዲ ዞም ድብ ዘሉ ዞም መንእስያት
እዚ ፅምዶ ኮባን ክንድግፎ ኮይ ዝግባኣና ድሕር ብዓይኒ ሓቂ እንድሕር ርኢኻዮ ተረዲእኻኒ ምድሓን ምድሓን ብትኽክል ደለይቲ ፍትሒ እንድሕር ኮይና ህዝቢ ንካይጠፍእ እንድሕር ንከላኸል ተኮይና እኮ ብትኽክል ዓይኒ ተርኢኻዮ ንሕና ብናትና ጥቕሚ ፖለቲካ ስለ ዝረኣናዮ እምበሪ ርድሓን ንህዝቢ ንሃገር እንድሕር ንሓልሎ ኮይናስ ንኤርትራን ንትግራይ ንዘጥፍእ ሓይሊ ሲ ክልቴና ክንምክቶ ኢና እንተኢሎምኻ ተረዲእኻን ክትድግፎ እዩ ዝግባእ ከመይ ተርካኒ ብትኽክል ብዛዕባ ህዝቢ ብዛዕባ ህዝቢ ግን ተሸፊኖም ብዛዕባ ህዝቢ ይኮነ ዝሓስቡ እዚኦም ብዛዕባ ውልቀ ረብሓ ጁባ እዮም ዝሓስቡ ኣነ ፅምዶ ዘይድግፎ ንምንታይ ድመስልካ በቃ ኣብቲ ስርዓት ኣብ ኤርትራ ዘሎ ስርዓት ሓይሊ ንካይረክብ ተረዲኻን ከውድቆ ስለ ዝደሊ እየ ፅምዶ ዘድግፎ እምበሪ

ብዛዕባ ሃገርን ህዝብን ተረዲኻን ሉዓላውነትን ንዛረብ ተኾይና ኣብኡ ኢና ክንዛረብ ዘለና። እንታይ ኣብሉኻ ይግደፍ ህዝባዊ ግንባር ግደፎ ይግደፍ ህዝባዊ ግንባር ሻዕብያ በሎ ጀብሃ በሎ ታሪኽ እዩ። እሳቶም ተረዲኻኒ ብገበን ድዮም ተበላሊዖም ድዮም ገለ ምንም ኦልረዲ ትኹን ኣይትኹንሲ ሃገር ፈጢሮምልካ እዩ። እስኻ ከ እንታይ ዓይነት ናትካ ዕድመ ታሪክ ትሰርሕ ተረዲኻኒ ኣብ ታሪካስ ኣብ ዕድመኻስ እንታይ ታሪክ ንስራሕ ዲሞክራስን ፍትሕን የለን ኣነ ንስኻን ናተይ ናትካን ተራ እዩ ምሳይ ወሪድካ ተረዲኻኒ ኣነ ንስኻን ተረዲኻኒ ንዲሞክራሲ ንፍትሕን ከዓ ንፅዓር እታ ሃገር ግን መፅያ ወረድ ነቲ ሃገር ዝመፀት ግን ተረዲኻኒ ብፕራይም ሚኒስቴር ይኹን ብጀነራላት ይኹን ብሓይሊ ባሕሪ ይኹን ብኢትዮጵያ ኣዋጅ እናተኣወጀ ኣዋጅ እናተኣወጀ ሲ ንሕና ምስ ይግደፍስ ሽግር ኣለና እሞ ባዕላ ትፈልጥ ሃገር ባዕሉ ይፈልጥ ባሕሪ የለን ኣነ ይብልን የለን ዘበት ዶክተር ኣብይ እግሩ ኣብ ዘለዓላላ እዋን ተረዲኣን ፍቅር ሰም ጥራይ ዘሎ ኤርትራ ኤርትራ ይትበሉና ኤርትራ ዘትህሉ እዚ ኩሉ መንእሰይ ታክገብር ኣብ ስደት ነብር ኣለዉ ሕጂ ሓንሳብ ጥዕኒ ሜር ሕጂ ልዕሊ ከማን እብለካ ኣለኹ ኤርትራ ሲ እብለካ ኣለኹ ኤርትራ ብብዙሕ ታሪክ ነይሩ እዩ ወላ እዚ ናይ በዓል መሓመድ ግራይ ድዩ እዚ ናይ ገለ ኩናት ነይሩ ምጆ እዚ ናይ 15 ክፍለ ዘመን እዚ ናይ ገለ ከምኡ ገይሮም ከምዚ እሰያስ ገይሩ ዘፅነቶም ከምኡ ገይሮም ኣየፅነትዎን ጢልያን ገዚእና ሃኒፅዋ ሃኒፅዋ እምበር ኣስመራ እኮ ሃኒፅልና እታ ርእሰ ከተማ ሳላ ጢልያን ከማን እንኳዕ ናብ ዓድና መፀኻ ትብሎ ተመስግኖም እንኳዕ ንበዓል ጢልያን ዳ ሃገርና ሃኒፆም ህዝብና ኣማዕቢሎም ፀጋ ገይሮምልና እንታይ ዶ ይገብረልና በዓል ጢልያን በዓል ሃይለ ስላሴ እኮ ገ- ገንዘብ እኮ ኣብ ግዜ ሃይለ ስላሴ እኮ በቃ ኣ- ኣቦታትና እኮ በዓል ሃይለ ስላሴ ክመፁ ከለዉ እኮ በቃ ሃይለ ስላሴ መፅእ ሰማየ እንሆሎ ሽሻ የላ በሉ ከም ዝሙር ነይሮም ኣቦታት ምክንያቱ ስጋብ ኔሩ ብግዜ ሃይለስላሴ እኮ ኤርትራዊ እኮ ሊቅ እኮ እዩ ኔሩ።